ካልኦት ኣመራርሓን ዝተኸበርኩም በቢብርኩ ዘለኹም ኣመራርሓ ግዝያዊ ምምሕዳር ትግራይ፣ ኣመራርሓ ቢሮ ትምህርቲ ትግራይ፣ ዝተኸበርኩም መምህራን፣ ዝተኸበርኩም ተምሃሮን ወለድን፣ ዝተኸበርኩም መላእ ማሕበረሰብ ትምህርቲ ትግራይ ሎሚ ኣብዚ ኣደባባይ ተረኺብኩም ድምፂ እቶም ተስፋ ንኽቖርፁ ዝግበር ዘሎ ህፃውንቲ ትግራይን ድምፂ እቶም እቶም ፀገሞም ተፃዊሮም ህፃናት ኣብ ምቕራፅ ዝርከቡ መምህራን ንክትኮኑ ስለ ዝመፃእኹም ብስም ቢሮ ትምህርቲ ትግራይ ዘለኒ ልዑል ኣኽብሮት ክገልፀልኩም እፈቱ። ትምህርቲ ትግራይ በቲ ኣብ ልዕሊ ትግራይ ዝተኣወጀን ዝተፈጸመን ጀኖሳይዳዊ ኩናት ዒላማ ተገይሩ ኣብ ሓይሊ ሰቡ ኣብ መሰረተ ልምዓቱ፣ ስርዓተ ትምህርቱን ስርዓተ ምሕደርኡን ከቢድ ዕንወትን ኪሳራን በፂሕዎ ብመሰረቱ ክዛባዕ ከምዝተገበረ ዝፍለጥ እዩ። ድሕሪ ስምምዕነት ፕሪቶርያ ማሕበረሰብ ዓለም ብዝገበረልና ድጋፍ ኣብ መላእ ዓለም ዝርከቡ ተወለድትን ፈተውትን ትግራይ ማሕበረሰብናን ግዝያዊ ምምሕዳርናን ብዝተገበረ ዝተዋደደ ርብርብ ኣብተን ግዝያዊ ምምሕዳር ዘመሓደረን ከባብታት ትግራይ መደባት ሕውየትን ዳግመ ህንፀትን ስራሕቲ እንዳፈፀምና ናይ ህፃናትና ናይ ምምሃር ተስፋን ዕድልን ክንምልስ ጀሚርና። ንቶም ንልዕሊ ሸውዓተ ዓመት ካብ መኣዲ ትምህርቲ ወፃኢ ዝኾኑ ህፃናት ዞባ ምዕራብ ወረዳታት ፀለምትን ካልኦት ከባብታትን እውን ተመሳሳሊ ዕድል ንኽረኽቡ ዝረኽብሉ ኩነታት ንኽፍጠር ፃዕርታት እንዳተገበረ መፂኡ እዩ። ይኹን እምበር መንግስቲ ኢትዮጵያ ብሕጋዊ መንገዲ ንትግራይ ዝተመደበ በጀት ሕገ መንግስታዊ ሕገ መንግስትን ሕጋዊ ኣሰራርሓታን እዛ ሃገር ጥሒሱ እቲ በጀት ብምኽልካሉ ደሞዝ መምህራን ካብ ጥቅምቲ 2018 ዓ ም ጀሚሩ ብኣግባቡ ምኽፋል ብግዚኡ ምኽፋል ኣይተኻእለን። ከምቲ ተወካሊት ናይ ተምሃሮ ዝገለጸቶ መምህራን ትግራይ መምህርነት ሞያዊ ግዴትኦም ስለዝኾነ ጥራሕ እንተይኮነስ ህንፀት ወለዶ ትግራይ ኣካል እቲ ብሄራዊ ተጋድሎን ንባዕሎም እውን ከም ሓደ ብሄራዊ ተጋደልቲ ቆፂሮም ናይ መምህርነት ስርሖም ንምስራሕ ዝተማልአ ኩነታት ኣብ ዘይብሉ ጥራሕ እንተይኮነስ ናይ ዘይተኸፈለ ናይ ዓሰርተ ሽዱሽተ ውዙፍ መሃያ እውን እንዳሃለዎም ሕቶታቶም እንዳሓተቱ ብሄራውን ሞያውን ግብኦም እንዳተዋፅኡ መፅኦም እዮም። እዚ ሓዱሽ ክልከላ በጀት ኣብ ልዕሊ እቲ ዝፀንሐ ተደራራቢ ፀገም ተደሚሩ መምህራን ኣብ ዓብዪ ቅልውላው ኣእትይዎም ይርከብ። ከም ውፅኢቱ ድማ ኣብያተ ትምህርቲ ትግራይ ዳግም ናይ ምዕፃው ስግኣት ገጢምወን ኣሎ። ክቡራትን ክቡራንን እዚ ሓድሽ ክልከላ በጀት ብሕቡራት መንግስታት ዝተደንገገ መሰረታዊ ናይ ህፃናት ናይ ምምሃር መሰል ዝግህስ ኣብ ሕገ መንግስቲ ፌዴሪኢ ይኹን ሕጊ ትምህርትን ፖሊሲ ትምህርትን ኢትዮጵያ ዝተደንገጉ መሰል ህፃናት ብማዕርነት ናይ ምምሃርን መሰል መምህራንን ዝግህስ መንግስታት ንምዕዋት ዘላቒ ልምዓት ዝኣተዎ ቃል ዝዓፅፍ ሕገ መንግስትን ሕጋዊ ኣሰራርሓትን ዝጥሕስ ኣብ ስምምዕ ፕሪቶሪያ ተፈራረምቲ ዝኣተዎ ግዴታ ዘውድቕ ድሕሪ ስምምዕነት ፕሪቶሪያ ዘመዝገብናዮ ኣወንታዊ ጉዕዞ ንድሕሪት ዝመልስ ኣብዚ ከባቢ ሰላም ንምስፋሕን ዘላቒ ንምግባርን ዝግበር ዘሎ ፃዕሪ ንድሕሪት ዝመልስን ኣብ ትግራይ ይኹን ከባቢኡን ካሊእ ተወሳኺ ዘይምርግጋእ ዝወልድ ኮይኑ ድምር ውፅኢቱ ድማ መቐፀልታ ናይቲ ኣብ እዋን ኲናት ዝተፈፀመ ጆኖሳይድ እዩ። ክቡራትን ክቡራንን ኣብዚ ሃገር በብመዓልቱ ብዙሓት ውግኣት ይካየዱ ኣለዉ። ኣብዛ ሃገር ንዓመታት ዝጸንሑ ኲናታት እውን ኣለዉ። ይኹን እምበር ብዘይካ ኣብ ትግራይ ትምህርቶም ዘቋረጹ ህጻውንቲ እምበር ቤት ትምህርቲ ዝተዓጸዎም ተመሃሮ የለዉን። ሕጊ ተጣሒሱ በጀቱ ዝተኣገደ ክልል ይኹን መሃይኡ ዝተኸልከለ መምህር የለን። እዚ ኣብ ልዕሊ ትግራይ ዝግበር ዘሎ ክልከላ በጀት መቐጸልታ ናይቲ ናይ ትግራይ ካብ ካርታ ህዝቢ ትግራይ ድማ ካብ ገጽ ምድሪ ታሪኽን ሕሊና ደቂ ሰባትን ናይ ምፍሓቕ ፕሮጀክት ፀላእቲ ስለዝኾነ ክኹነንን ክውገዝን ዝግባእ ኮይኑ እዚ እከይ ተግባር ዝፍፅሙ ኣካላት ድማ ሓተትቲ ክኾኑ ይግባእ። ክቡራትን ክቡራንን፣ ኣብዚ ወሳኒ እዋን ትካላት ውድብ ሕቡራት ሃገራት፣ ዓለም ለኻውን ሃገራውን ዘይመንግስታዊ ትካላት፣ ተወሳእቲ ሰብኣዊ መሰላትን ብስም ናይቲ ዝተጎድኤ ማሕበረሰብ ኮይኑ ድምፂ ክተስምዑ እንዳሓተትና፣ ዘለኩም ፅልዋ ተጠቒምኩም ምስ ዝምልከቶም ኣካላት መንግስቲ ፌዴራል ኢትዮጵያ እቲ ንትግራይ ዝተመደበ በጀት ብህፁፅን ብሙሉእን ክልቀቕ ፀቕጢ ክትገብሩ እንዳፀዋዕና ኣብያተ ትምህርቲ ካብ ዳግም ምዕፃው ንምድሓን ትምህርቲ ንምቕፃልን ዘኽእል ንደሞዝ መምህራንን ንመሰረታዊ ስራሕቲ ትምህርትን ንምሽፋን ዝኸውን ናይ ህፁፅ እዋን ፋይናንሳዊ ድጋፍ ንክትገብሩልና ንሓትት። መንግስቲ ኢትዮጵያ እውን ሕገ መንግስታዊ ኣሰራርሓታት ኣኽቢሩ ንትግራይ ዝተመደበ ስሩዕ በጀት ክለቅቕ ንልዕሊ ሸውዓተ ዓመት ትምህርቲ ዝሓረሞም ህፃውንቲ ዞባ ምዕራብ ወረዳ ሃፀለምትን ካልኦት ከባብትን ሰብኣውን ሕገ መንግስታውን መሰሎም ተኸቢርሎም ንክመሃሩ ክሕግዝ ንዘዕነዎም ትካላት ትምህርቲ ሕውየትን ዳግመ ህንፀትን ከምኡ እውን ኣብ ውዕሊ ፕሪቶርያ ንዝተቐመጡ ዕላማታት ንምስኻዕ ተወሳኺ ድጋፍ ክገብር እንዳፀዋዕና ተወሳኺ በደል ተወሳኺ ፅልኢትን ተወሳኺ ምኽንያት ንካሊእ ምጥፍፋእን ካብ ምዃን ሓሊፉ ሰላምን ምርግጋእን ከምዘየምፅእ ክንምዕድ ንፈቱ። ዝኸበርካ ህዝቢ ትግራይ፣ ዝኸበርኩም ማሕበረሰብ ትምህርቲ ትግራይን፣ ትምህርቲ መሰረት ኩለመዳያዊ ሕውየትናን ብሄራዊ ረብሓናን ስለዝኾነ እቲ ገጢሙና ዘሎ ፀገም እውን ብዘላቕነት ዝፍታሕ ብዋናነት ብውሽጣዊ ዓቕምታትና ስለዝኾነ ብዝኾነ ይኹን መንገዲ ትምህርቲ ዳግም ከይዕፆ ተግባራዊ ስራሕ ክንሰርሕ ብሹም ተስፋ ጽባሕና ዝኾኑ ህጻውንቲ ጻውዒተይ የቕርብ። መሰል ህጻናትን መምህራንን ይከበር ዓሰርተ ሓሙሽተ መጋቢት ቢሮ ዓሰርተ ሓሙሽተ መጋቢት ክልተ ሽሕን ዓሰርተ ሸሞንተን ቢሮ ትምህርቲ ትግራይ የቐንየለይ። ካብዚ ብምቕጻል ናይዚ ዕለት ናይ ክብሪ ጋሻና ተጋዳላይ ኣማንኤል ኣሰፋ ምክትል ፕሬዚዳንት ግዝያዊ ምምሕዳር ትግራይን ምክትል ኣቦ ወንበር ውድብ ህወሓትን ናይዚ ዕለት መልእኽቲ ከሕልፉልና ብኽብሪ ይዕድም። የቐንየለይ።